ኣብ ምምሕዳራት ከባቢ ኣፋምቦን ኪሚራን ንኡስ ዞባ ማእከል ደንካልያ ምርጫ ኣመሓደርትን ኣካየድቲ ስራሕን ተቓኒዑ። ኣመሓዳሪ እቲ ንኡስ ዞባ ኣቶ ሙሳ ሓጂ ኣብ ዘስምዖ ቃል፣ ኣመሓደርቲ ከባቢ ንህዝብን መንግስትን ከም ድልድል ዘራኽቡ ስለዝኾኑ ዝስከምዎ ሓላፍነት ረዚን ምዃኑ ተገንዚቦም ንዝመረጾም ህዝቢ ብትግሃት ከገልግሉ ብምዝኽኻር ምምሕዳር ንኡስ ዞባ ኣብ ንጥፈታቶም ዘድሊ ምትሕብባር ከምዝገብረሎም ኣረጋጊጹ። ነበርቲ እተን ምምሕዳራት ከባቢ ብወገኖም፣ ዝመረጽዎም ኣመሓደርቲ ብፍትሓዊ መገዲ ከካይድዎምን ብቕዓት ምምሕዳራዊ ኣገልግሎት ከረጋግፁን ትፅቢት ከምዝገብሩ ብምሕባር፣ ብወገኖም ካብኦም ዝሕተት ከማልኡ ድሉዋት ከምዝኾኑ ኣነፂሮም። እቶም ዝተመርፁ ኣመሓደርትን ኣካየድቲ ስራሕን ድማ ንህዝቢ ብግቡእ ብምውዳብ ኣብ ከባቢኦም ዝካየድ ልምዓታዊ መደባት ንምዕዋት ብትግሃት ከምዝሰርሑ ቃል ኣትዮም።
ሳልሳይ ዋዕላ ኣባላት ህዝባዊ ግንባር ንዲሞክራስን ፍትሕን ኣብ ሕቡራት መንግስታት ኣሜሪካ ኣገደስቲ ውሳኔታትን ለበዋታትን ብምሕላፍ ተቓኒዑ።
ብመገዲ መርበብ ሓበሬታ ሻባይት ንዝተላእከ ጸብጻብ ኣርሴማ ኣስመሮም ከተቕርቦ'ያ።
ሳልሳይ ዋዕላ ኣባላት ህዝባዊ ግንባር ንዲሞክራስን ፍትሕን ኣብ ሕቡራት መንግስታት ኣሜሪካ፣ ቅኒት ሓሳብ፣ መሪሕ ተግባር ኣብ ትሕቲ ዝብል ቴማ ብ ዕስራን ሓሙሽተን ዕስራን ሽዱሽተን ሚያዝያ ኣብ ከተማ ዋሽንግተን ዲሲ ተቓኒዑ። ኣብዚ ካብ ዕስራን ትሽዓተን ከተማታት ሰሜን ኣሜሪካ ዝተወከሉ ኣስታት ሰለስተ ሚእቲ ኣባላትን ሓለፍትን ዝተፈላለያ ሃገራውያን ውዳቤታት ዝተሳተፍዎ ዋዕላ ንዝበለጸ ውጽኢት ዝሕግዙ ኣገደስቲ ውሳኔታትን ለበዋታትን ከምዝሓለፉ ካብቲ ቦታ ዝበጽሓና ሓበሬታ ኣመልኪቱ። ፈጻሚ ጉዳያት ኤምባሲ ኤርትራ ኣብ ሕቡራት መንግስታት ኣሜሪካ ኣቶ ብርሃነ ገብርሂወት ኣብ ዝሃቦ ሰሚናር፣ ኣባላት ግንባር ኣድማዕን ውጽኢታውን ውድባዊ ስራሕ ንምስልሳል፣ መደባቶም ኣብቲ ሓፈሻዊ ሃገራዊ ስትራተጂካዊ ውጥን ዝተሞርኮሰ ክኸውን፣ ጉጅለታት ዓቕምን ብቕዓትን ኣማዕቢለን ስርሐን ከማእዝና መድረኽ ዝጠልቦ ዕማም ምዃኑ ብምጥቃስ፣ ዋዕለኛታት ተታሒዙ ንዝጸንሐ ዕማም ምሕያልን ምድልዳልን ኣወዳድባ ብግቡእ ብምግምጋም ንመጻኢ ተግባራዊ ዝኸውን መደባት ብምውጣን ንዝሓየለ ስራሕ ድልውነቶም ከረጋግጹ ኣዘኻኺሮም። ሓላፊ ፖለቲካዊ ጉዳያት ህዝባዊ ግንባር ንዲሞክራስን ፍትሕን ኣቶ የማነ ገብረኣብ ብቴሌፎን ንተሳተፍቲ ብዛዕባ ህሉው ኩነታት ሃገርን ዳግመ ምሕያል መሳርዕ ህዝባዊ ግንባር ኣብ ውሽጥን ወጻእን ኣመልኪቱ መብርሂ ክህብ እንከሎ ተታሒዙ ዝጸንሐ ዕማማት ብዝግባእ ይሰላሰል ከምዘሎ ብምርግጋጽ ካብ ተጋባእቲ ኣብ ዝቐረበ ሕቶታት ሰፊሕ መብርሂ ሂቡ። ዋዕለኛታት ኣብ ዝሓለፈ ዓመትን መንፈቕን ክሰላሰሉ ናይ ዝጸንሑ ውድባዊ ዕማማት ኣብ ኣሳልጦን ሕጽረታትን ዘድሃበ ጸብጻብ ብኣካየድቲ ጨናፍር ድሕሪ ምስማዕ ብጉጅለታት ተኸፋፊሎም ብዕምቆት ዘትየምሉ። ጎኒ ጎኒ እቲ ዋዕላ ኣብ ዝተቓነዐ ሲምፖዝዩም ድማ ኣብ ኣገደስቲ ዛዕባታት ማለት ጎበጣ ልኡላዊ መሬት ኤርትራ፣ ቀርሰናን ፍልሰት ደቂ ሰብን ምስኡ ተተሓሒዙ ዝኸይድ ሰብኣዊ መሰላትን ጉዳይ እገዳን ከጋጥም ዝጸንሐ ምትሕልላኻትን ዘተኮረ ዓሚቕ መብርሂ ብክኢላታት ከም እተዋህበ እቲ ዝበጽሓና ሓበሬታ ኣመልኪቱ። እቲ ዋዕላ ገዳይም ስነ-ጥበባውያንን ኣባላት ጉጅለ ሕድሪ ከተማ ዋሽንግተንን ብዘቕረብዎ መሰናድኦ ደሚቕ ምንባሩ እቲ ዝበጽሓና ሓበሬታ ብተወሳኺ ኣፍሊጡ።
ኣብ ዞባ ደቡብ ዝሰላሰል ዘሎ ልምዓታውን ትሕተ ቅርፃውን መደባት ውሕስነት ምግብ ንምርግጋፅ መንግስትን ህዝብን ብውህደት ንዘካይድዎ ዘለዉ ሓያል ፃዕሪ ዘጉልሕ ምዃኑ ኣብቲ ዞባ ዑደት ዘካየዱ ኣባላት ማሕበር ምትሕግጋዝ ባዶ ሽዱሽተ ነበር ገሊፆም። ንሳቶም ብዒስራን ኣርባዕተን ሚያዝያ ካብ እምባጣቕራ ናብ ድባርዋ ዝኣቱ ፅርግያ ኣብ ከባቢ ገርገራ ዝካየድ ዘሎ ትሕታውን ትሕተ ቅርጻውን ስርሓት ከምኡ'ውን ኣብ ሃገራዊ ሕርሻ ምርምር ሓልሓለ ዝሰላሰል ዘሎ መደባት ድሕሪ ምዕዛብን መብርሂ ድሕሪ ምስማዕን ንኤሪና ኣብ ዝሃብኦ ሓበሬታ፣ ኣብ'ቲ ዞባ ዝሰላሰል ዘሎ ልምዓታዊ መደባት መሰረት ርሁው መጻኢ ዘንጸፈ ኮይኑ ከምዝረኸብዎ ኣብሪሆም። ኣብ'ቲ ስራሕ ተዋፊሮም ዝርከቡ ሓለፍትን ክኢላታትን ንዋዕለኛታት ኣብ ዝሃብኦ ሓበሬታ፣ መንግስቲ ቀዳምነት ንርሑቕ ገጠራት ብምሃብ ውሕስነት መግብን ቀረብ ጽሩይ ዝስተ ማይን ዝኣመሰሉ ማሕበራዊ ኣገልግሎታት ንምርግጋጽ ሓያሎ መደባት የሰላስል ከምዘሎ ብምግላጽ፣ እቲ ልምዓታዊ መደባት ንኽዕወት ተራ ኩሉ ኣካል ሕብረተሰብ ክዓዝዝ ከምዝግባእ ኣስሚሮምሉ። ኣባላት ማሕበር ምትሕግጋዝ ባዶ ሽዱሽተ ነበር ኣብ ዝሃብኦ ርእይቶ፣ ኣብቲ ዞባ ዝካየድ ዘሎ ንጥፈታት ኣካል ናይቲ ኣብ መላእ ሃገር ዝሰላሰል ዘሎ መደባት ልምዓት ምዃኑ ብምምልካት፣ ማሕበሮም ኣብ ምዕዋት ዝውጠኑ መደባት እጃሙ ከበርክት ዘለዎም ድልውነት ኣረጋጊጾም። ኣቦ ወንበር ማሕበር ኣቶ ዳኒኤል ብርሃነ ብወገኑ፣ ኣብ ዝበጽሕዎ ቦታታት ንዝተገበረሎም ኣቀባብላን ንዝተዋህቦም መብርህን ድሕሪ ምምስጋን፣ በብከባቢኡ ኣብ ዝሰላሰል ዘሎ ልምዓታውን ትሕተ-ቅርጻውን መደባት ሕብረተሰብ ብሓፈሻ መንእሰያት ድማ ብፍላይ መሪሕ ተራ ክጻወቱ ኣዘኻኺሩ።
ኣብ ዞባ ማእከል ነበርቲ ንኡስ ዞባ ጎዳይፍ ንማሕበረ-ቁጠባዊ ሳዕቤናት ገፋሕቲ ውራያት ብምግንዛብ ሓደ መልክዕ ንምትሓዙ ዝሕግዝ ሕጋጋት ኣጽዲቖም። እቲ ዝጸንሐ ካብ መን ሓሚቐ ዝመንቀል'ዩ ገፊሕ ውራያት ንዕዳን ዕንድዳን ዘቃልዕ ምዃኑ ዝተገንዘቡ እቶም ነበርቲ፣ ዘየድሊ ወጻኢታት ንኽውገድ መርዓ ይኹን ካልእ ውራያት ድሩት ክኸውን ከምዝተሰማምዑን ካብ ሓደ ለካቲት ክልተ ሽሕን ዓሰርተ ሓሙሽተን ተግባራዊ ኮይኑ ምህላዉን ኣረዲኦም። ነቲ ሕጋጋት ብምጥቃስ ዝተኸስተ ዝተኸስተ ነባሪ በብደረጅኡ መቕጻዕቲ ከምዝብየነሉ ዝሓበረት ኮሚቴ ዓዲ፣ ተግባራውነት ናይቲ ዝጸደቐ ሕጋጋት ንምርግጋጽ ኣብ ነፍሲ ወከፍ ከባቢ ሓደ ተኸታታሊ ተረቝሑ ምህላዉ ኣፍሊጣ። ኣቦ ወንበር ሰባኻ ጉባኤ ቤተ ክርስቲያን ኣቡነ ታቴዎስ ቀሺ እምባየ ኣባይን ኣካያዲ ስራሕ ምምሕዳር ከባቢ ማይ ዓይኒ ንኡስ ዞባ ጎዳይፍ ኣቶ ኣብርሃም ገብረክርስቶስን ብግዲኦም፣ ኣብዚ ውሳኔ'ዚ ንምብጻሕ ምስ ህዝቢ ሰለስተ ግዜ ኣኼባታት ከምዝተኻየደ ብምጥቃስ፣ ሓባራዊ መረዳእታ ከምዝተፈጥረን ህዝቢ ብልዑል ደገፍ ከምዝተቐበሎን ኣረጋጊጾም። ኮሚቴ ዓዲ ኣብ መወዳእታ፣ እቲ ውሳኔ ንኹሉ ነባሪ ጎዳይፍ ዝምልከት ስለዝኾነ፣ ነፍሲ ወከፍ ንረብሕኡ ተገንዚቡ ብኡ ተቐይዱ ክኸይድ ኣዘኻኺራ።